ሰላም ሰላም ክቡራን ተኸታተልቲ ፈነው ኮኸብ ኤርትራ እንቋዕ ድሓን ብሰላም መጻኹም እዚ ፈነው ኮኸብ ኤርትራ ብሪጣንያ ዶት ኮም ድምፂ ኤርትራ ኣብ ረብዓይ ግንባር ኢርስተር ዩኬ ኢኹም ትከታተሉ ዘለኹም እምበኣር ናይ ሎሚ መደብና ቁርብ ሒዝናልኩም መፂና ዘለና ከምዚ ይስዕብ ብዛዕባ ሚድያ ጉዳያት እዩ ነዚ ከዓኒ ብቐዳምነት ናብ መንእሰያት ኣብ ረብዓይ ግንባር ዘተኮረ ኮይኑ ትሕዝቶ ናይዚ መደብ እዚ ትሕዝቶ ናይዚ መደብ እዚ ኣብ ናይ ሓሶት መርበብ ወይ ከኣ Fake News ዘተኮረት ሓሲና ዶት ኮም ብኣማኑኤል ኢያሱ ካብ ዓዲ እንግሊዝ ትምራሕ ኬነን ብኸመይ ይምወል እዚ ገንዘባት እዚ ከም ሃገራውያን ኤሪትራውያን መንእሰያት ከኣ ኣብ ስደት ንቕመጥ ዘለና ነዚ ጉዳያት እዚ ብኸመይ ኣተኩሮ ክንሪኦ ዘለና ጉዳያት ኣገዳሲ ከይኑ ይስምዓኒ። ነዚ ምግላጹ ከኣኒ ከም በዓል ናይ ሓሶት መርበብ ሓበሬታ ኣሴና ዶት ኮም፣ ሓሲና ዶት ኮም፣ ትፍለጥ ኣማንኤል እያሱ ዝመርሓ ብሰለስተ ትካላት ኣብዚ እዋን እዚ ይሰርሕ። ነዚ ብድሕሪ ፍሽለት ናይ መሪሕነት ህወሓት ወይ ከዓ ቲፒኤልኤፍ ኣብ መቐለ ተሸኪዓ ዘላ መቐጸልታ ናይዚ ዝኾነ ብዛዕባ ዲሞክራሲ፣ ፍትሒ፣ ሓቅነት ዝሓዘ ዘይኮነስ ናይ ረብሓታት ናቶም ከመይ ገሮም ቆፎም ክመልኡ ዝሓስቡ ሰባት ብምዃኖም ድሕሪ ናይ ዝሓለፈ መግለፂ መበቆል መንነትን ናይ ኣማንኤል እያሱ ኣብ መርበብ ሓበሬታ ኣሲና ዶት ኮም ኣብ ኮኾብ ኤርትራ ብሪጣንያ ወይ ከዓኒ ኤርስታር ዩኬ ዶት ኮም ዝወፀልኩም ደቀነ መቐፀልታ ናቱ ከዓኒ ኣብ ምንታያት ንጥፈታት የካይድ እዚ ሰብ እዚ ሙሉእ መዓልቲ ከዓኒ ስለምንታይ እዮም ከጉርዑ ዝውዕሉ ሓሶት ንምንታይ ረብሓ እዚ መዋላ እዚ ገንዘብ እስኪ መን ይኸፍሎ ነዚ ሕቶታት እዚ ንምምላስ ካባና ኣይትፈለዩ ክሳብ ሎሚ መብዛሕትኹም ገና ኣብ ኤረስታር ዩኬ ሚድያ ሳብስክራይብ ዘይገበርኩም ሳብስክራይብ ግበሩ ቢካዝ ድሕሪ ሎሚ ከም ቀደም ንጥፍኣቶም እንተዘይኮና ኮኾብ ኤርትራ ብሪጣንያ ንረብሓታት ትሰርሕ ኣይኮነትን። ናይ ግዳማዊን ወይ ከኣ መንግስታዊን ብሃገርን ብናይ ኤንጂኦስ ትመዊላ ትሰርሕ እቶት ከኣ የብላን። እዚ ንቕርቦ መደባት ኩሉ ግዜ ናጻ ከይኑ ኩሉ ንብረት ትርእይዎን ዘይትርእይዎን ብድሕሪኡ ነዚ መስርሒ ብኢድ ምወላ ካብ ውሽጥና ስለ ዝወጽእ እቲ ሓበሬታ ውን ኣብ መዓልኡ ክበጽሕ ከም ዘለዎ ርእይቶና ኢዩ። ንሳትኩም ውን ተቐቢልኩም ኩሉ ግዜ ክብረታት ሃገር ዘይትንክፍ ኣርእስቲታት ክብረታት ሃገር ማለት ከኣ ክብረታትና ስለ ዝኾነ ቋንቋናን ባህልናን ብሄራትናን ልእልውነት ሃገርናን ታሪኽናን ዘይተናኽፍ ብተፈላለየ ሽዱሽተ ዓይነት ሕቶታት ክትምልስዎን ክትክእሉ ኣለኩም ቅድሚ ዝኾነ ሓበሬታ ትቕበሉ እምበኣር ናይዚ ከም ርእቶና ርእቶና እንዲ እቲ ሓቅነት ናይ ዘቕርበልኩም ዘለኹ እንታይ ዓይነት ምወላን ገንዘብን ኣታዊ ኣለዎ ኣማንኤል እያሱ በዘን ዘቕርበልኩም ሓበሬታ ክትከታተሉ ሓላፍነት ኣብ መጠረሽትኡ ከኣ ብመጽናዕቲ ናትኩም ውሳኔ ከም ምዃኑ ንሕብር። ስለዚ ቅድሚ ኣብቲ ፕሮግራም ምእታውና please do subscribe to irstaruk dot com መቐጸልታ ከኣ updates ንክመጸኩም እታ ቃጭል ተተንኪፍኩማ ተጠዊቅኩማ ኩሉ ግዜ ሓበሬታ ክመጸኩም እዩ። ሰናይ ምክትታል ምክትታልኩም ከኣ ኣይፈለየና። We'll be back after these commercials.

Oh, hello. Welcome to iristauk.com. ኮኸብ ኤርትራ ብሪጣንያ እንቋዕ ናብ ሰላም መጻኹም ኣብዚ እምበኣር መደብና ክንኣቱ ሓደ ካብቲ ቀንዲ ነገራት ኩላና መንእሰያት ኤርትራ ክንፈልጦ ዘለና ነገራት ኣሎ ክብረታት ሃገር እንታይ እዩ ከም ውልቀ ሰባት ክብረታትና እንታይ እዩ ክብረታትና ቋንቋና ባህልና ብሄራትና ታሪክና ልእልውነት ሃገርና ኣብ መሬት ኣብ ባሕሪን ኣብ ሰማይን ክኽበር ኣለዎ። ኣብ ሚድየ እምበኣር ኩሉ ግዜ እዚ ናይ ፌክ ኒውስ ዝረኣ ኣብ ክንደይ ሃገራት ንኣብነት ከም በዓል ኢራቅ ወፐንስ ኦፍ ማስ ዲስትራክሽን ተባሂሉ ዕንወታት ክሳብ ሚልዮን ህዝቢ ዝጠፍኣሉን ሚልዮን ህዝቢ ኣብ ስደት ዝነብርን ከም በዓል ሊብያ ከም በዓል ሲርያ ሕጂ ውን ኣብ ሃገራት ከም በዓል ቨነዝዋላ ሳውዝ ኣሜሪካ ዝርከባ ልዕሊ ሰለስተ ሚእቲ ቢልዮን ባረልስ ነዳዲ ዘለወን እንታይ ዓይነት ናይ ሓሶት ሚድያ ይካየድ እንታይ ዓይነት ቅልውላዋት ከ የምፅእ ብዝብል ክንመራመረሉ ክንክእል ኣለና። ኣርስትና ለን መዓንቲ ብዛዕባ ኣማኒኤል እያሱ ሓሲና ዶት ኮም ነዚ ከምዚ ዓይነት ስራሕ ብተደጋጋሚ ስራሕ ይብሎም እንድም ዘን ሰባት እዚኣቶም ወይ ከዓ ሕማም ናይ ወረ ኣለዎም ድዩ ወይ ከዓ እቲ ነገርሲ ኩሉ ግዜ ብድሕሪኡ ካልእ ነገር ኣሎ ባኒ ከመይ ገሮም ገንዘብ ይእትዉ ነዚ ሎማዓንቲ እምበኣር ኮኾብ ኤርትራ ብሪጣንያ ድምጺ ኤርትራ ኣብ ራብዓይ ግንባር ከተቃልሓልኩም እያ ብተግባር ኩሉ ግዜ ግን ከም ወትሩ ንሕና ከም ኤርትራውያን ኣስተውዒልና ተመራሚርና ኣእምሮና ተጠቒምና ንኸይድ ህዝቢ ኢና ሓላፍነት እውን ናብ መጠረሽታ ኣጠቃቕሙ ናባኹም ገድፎ ማለት እዩ ኣናይ ሆፕ ቅድሚ ምእታና እውን ሳብስክራይብ ገርኩም ትኾኑ እቲ ነገር ኩሉ ግዜ ሓደ ነገር እስኻ ተቐበልካዮ ተመራሚርካ ሽዱሽተ ኣስሕታት መሲልካ መሊስካ እሱ ከዓኒ ዋት ታይት ነገር ወን መዓሰይ ሃው ብኸመይ ዌር ኣበይ ኦኬ ዋይ ስለምንታይ ሁም መን ትሁም ንመን ኩሉ ግዜ ክትምልሶ ክትክእል ኣለካ ስኢልካ ኣብ ሚድያ ዝመፅእ ናይ ፌክ ኒውስ ንሪኦ ሕጂ ዓለም ውን ቅልውላዋት የእትዮምሎም ዘሎም ነቶም ምዕራባውያን ሃገራት ኣብቲ መሪሕነት ማለት እዩ ኮንትሮል ክገብርዎ ዝደልዩ ዘለው ካብ ፌስቡክ ጀሚርካ ኢንስታግራም ትዊተር ዩቲዩብ እቲ ቀንዲ መሳርሒ ከም ናይዞም ሃሱሳት መበቆሎም ቅልውላዋት ዘለዎምን በዓል ብድሕረይ ሳዕሪ ኣይብቆላ ከም በዓል ኣማኑኤል እያሱ from the United Kingdom personally I live in United Kingdom ውን ኣብዚ ዓዲ እንግሊዝ እየ ዝቕመጥ ንነዊሕ ዓመታት ውን ርኢናዮ ኢና ኣብ መጠረሽትኡ ከዓ ካብ ማንቸስተር ተባሪሩ ከይዱ እዩ and I like to see his face again and if he does ካልኣ ግዜ ክባረር ተዘይኮይኑ ከም ኣቦታቱን ኣብ መቐለ ተሸኪዖም ዘለዉ ሎሚ እውን ፅቡቅ ገርና ክንሽክዖም ኢና ካልእ ስራሕ ይብልና ኣብ ሓቂ ምዝራብ እያ ስለዚ እምበኣር እዚኣ ከስምዓኩም እየ ታሪክና ምፍላጥ ሓፃር ብክፍሎም ገብሩ ልኡል ኢንጆይ grab your tea grab your coffee subscribe ሸር እናበሉ ሸር ኢሎም ዳኣ ይጥፍኡ እምበረይ ቋንቋ እኳ ኣለና ድሕር ደስ ኢላትኩም ኣብ መጠረሽቱ ከዓ እዛ ቪድዮ ንንቕሓት ንእስተምህሮ ንካልኦት ኣሕዋትናን ኣሓትናን ተኻፍልዎ ሰናይ ምክትታል
ዓድራስ ወልደምካኤል ሃገራዊ መኸተ ዓድራስ ተሰማ ካብቶም ሰብ ንያተ ሸኽ ዓብደልቃድር ከቢረ በዓል መጅበል በረ በዓል ቅድመ ሙሳ ካብቶም ሰማእታተ ዓዲ መራሕ ሰውራ ዓድኻ ዓዋተ ኤሪትራ ሓንቲያ ለይትኸውን ክልተ ዓዲ መራሕ

ናይ ብሓቂ ታሪክና ጽብ ገርና ከም መንእሰያት ንፈልጥ ኢና ናይዚ ናይ ሓሶት መርበብ ሓበረታ ብከመይ ንርእዮ እስከ ኣብ ሓንቲ ንእሽተይ መእተዊት ብከመይ እዞም ሰባት እዚኣቶም ከም በዓል ኣማንኤል እያሱ ትማሊ ሓደ ካብቲ ሓያል ዝኾነ ብህዝቢ መኸተ ዝፈሸለ ንህዝብን መንግስትን ኤርትራ እገዳ እቲኻ ኣብ ኣይሲሲ ንምብጻሕ እዚኣቶም ውን ድሕሪ እቶም መወልቶም ብናሽናል ኢንዳውመንት ፎር ዲሞክራሲ ይኹን ብሕወሓት ቲፒኤልኤፍ ትማሊ ትማሊ ህዝቢ ኤርትራ መንግስቲ ኤርትራ ህዝባዊ ግንባር ኣራት ኪሎ ከም ዘየእተዎም ኢዱ ጥምር ኣቢሉ ከኣ ኣብ መቐለ ሸኪዎም ዘሎ ከም ዘይተመወሉ ብኣቶም ሕጂ ይኣክል ይኣክል ባይ ዘ ወይ ይኣክል ይኣክል ትብል ፌስቡክ ኣድያም ብርሃነ ከም ትበሃል ኣውፅናልኩም ኣለና ካልኦት እውን ገመል ምሉእ ሰሪዕካ እንዳበሓቅካ ምኻድ እንታይ ትርጉሙ ኣይዶ ኣንደርስታንድ ኣበየናይ ዓለም እዮም ዝነብሩ ዘለዉ ኣበየናይ ዓለም ከም ንነብር ዘለና ጠፊእዎም ከዓ ከይከውን እንድዒ ስለዚ እንታይ ሓደ ካብቲ ብሁል ምሳሌታት ኣሎ ንፍልኩም ደቂ እረ ከዳዕ ሲነብዕ ኢሎሞ ሕጂ እምበኣር ሽም ግዜ ሽሕ ግዜ ኣሽማትኩም ናይ ዝቐየርኩም ናይ ሓሶት መረበባት ሒዝኩም ናይ ተጓዓዝኩም ገስዋ ብሊቭ ኢን ሰም ወስት ሞባይልካ ተኸይና እዚኣ ኢት ሃዝ ስፔሲፊክ ማክ ኣድሬስ የነትወርክ ፕሮቫይደር የሰለላ ፎን ሓደ ናይ ፒ ኣድረስ ዘለኻዮ ኣብዚ ዲጂታል ወር ዘለናዮ ተዘዋዊሩ ተኺለ ኣባኻ ኣትመፅእ ስለዚ እዚ ክሻፍ ሃገርኩም ገመል ሰሪቐሲ ኣምባሕቆ ተኸይልክስ ድሪኤን ሰብ የለን እንተልኩም ትጋገዩ ኣለኹም በብሓደ ከዓኒ ከነውጻኩም ኢና ቢኮዝ ኢናፍ ኢዝ ኢናፍ ይኣክል ኢና ክንብለኩም ንዓኹም ማለት እዩ ተሸፊንና ኣይኮናን ከዓ ይኣክል ንብለኩም ህዝቢ ኤርትራ ይኣክል ግዝኣት ይኣክል ስደት ተሸኪልና ይነብርና ንቅዋምና ቅዋም ቋም ተልዕልዎ ምሉ መዓልቲ ህዝቢ ኤርትራ ካብ ቀደም ብጥንቲ ታሪኹ ብጅግነት ዝፈፀመ እዩ ባንዴርኡ ዝደንበልበለ እዩ። ኣይንምወልን፣ ናይ ግዳማዊ ደገፋት ብኤንጂኦስ ኣይንደልን፣ ብጽፍርና ክንነብር ዝብል ህዝቢ እዩ። ይኣክልሲ ንዓኹም ናባና ኣይኮነን። ሎሚ ከም በዓል ኣማኒኤል ያሱ ፕሮግራምና ክንኣቱ ኢና። ሓንቲ ካብታ ቀዳመይቲ መእተዊት ነዚኣ ቀሪበልኩም ኣለኹም፣ ጽን ኢልኩም ስምዕዋ። ኣገዳሲት እያ። እዞም ሰባት እዚኣቶም ብዛዕባ ዲሞክራሲን ፍትሕን ገዲስዎም ዘይኮነስ ብዛዕባ ከመይ ገሮም how to accumulate the dollar እዚ ከኣ ኣብቲ መርበብ ሓበሬታ ብሰለስተ ዓቕናት ናይ ሓበሬታ ዘካይደ ዘሎ ኣማኒኤል እያሱ ኣንደር ሓሲና ዶት ኮም ሎም መዓንቲ ሓደ መግለፂ ክንበኩም ኢና እዚ ከዓ ከምቲ ዝበልኩም ማለት እዩ ከማኹም መንእሰይ እየ ተሰዲደ ኣነ ወዲ ሸሞንተ ዓመት ግን ፍልጠት ናይ ዝሓዝኩ ንነብሰይ ናይ ዝሓዝክዎ ነብሰይ ዘይጠቐምኩሉ ጠቕሚ የብሉን። ምስ ኣሕዋተይ ክሻረኾ ተደይ ኣይኮነ ምስ ኣሕዋተይ ክሻረኾ ከስልምታይ ኣነ ክህሉ ንሳትኩም ክትህልው ኣለኩም። ሓደ ሕብረተሰብ ክብረታቱ ዓቂቡ ቋንቁኡ ባህሉ ብሄራቱ ታሪኹ ልእልውነቱ ሓቢሩ ምስ ዝነብር እዩ ብዛ ዓለም እዚ ህልውናቱ ከረጋግፅ ዝኽእል። ስለዚ መንእሰይ ኤርትራ ኣይትተሃመል ክብለካ ኣነ ካብኣ ንላዕሊ ትግርኛ ትዛረብ ኢኻ ኣይትተሃመል ዝብለካ ከዓኒ እቲ ቀንዲ ስለምንታይ እዮም ንሰብ ደዳግሩ ዝውዕሉ ሕማም ናይ ዘረባ ዘይኮነስ ሕማም ናይ ገንዘብ ከመይ ገሮም ይእትዉ ሃገር ገዲስዎም ኣይኮነን እዚኣቶም እሞ ተቐዳሚቲ ቃል ኣማንኤል እያሱ ሓደ ካብቲ ቪድዮታት እስኪ ፅን ኢልና ንስማዕ ከም መእተዊት መግለፂ ክበኩም እየ ብዛዕባ እሺ ፍላሽንግ ኢንትሪ ኢንትሮ ላይ ዝኾነ ኣንትሮ ሶል ፌክ ሶል ፍሮንት
ሰላም ዝኸበርኩም ተኸታተልቲ ቴሌቭዥን ኣሰና እዋናዊ ሓበሬታ ካብ ኣስመራ እንሆም እዋናዊ ሓበሬታ ካብ ኣስመራ። ሰላምታና ተቐበሉ ተለቪዥን ኣሰና። ቅድሚ ኩሉ መርኣያ ስራሕኩምን ጻዕርኹምን እንሆ ካድረታት ውልቀ መላኺ ኢሳያስ ኣብ ዝገብርዎ ነፍሲ ወከፍ ኣኼባታት ቲቪ ኣሰና ኣይትርኣዩ ምባል ቀዳማይ ኣጀንድኦም ጌሮሞ ከም ዘለዉ እናሓበርና፣ ዋይ ዋይ መንግስቲ ኤረትራስ ስራሕ ሲኢኑስ። ድምፂ ኣሰና ኣይተስምዑ ኢሉ ሰኣስ ኣብ ዝኾነ ኣበታ ኣኸባታቱ ክዛረብ ኦ ማይ ጋድ እቲ ሓሶት ዝዓበየ ሓሶት ሞሮ እዩ ዋኹም ኩሉ ዋሕድ ፊ ናይ ያኒ ፊ ፊ ከላም ምሳል ኣለዎም ኣልዓረብ ኣለ ማይ ዓረፈኪ የጅሃለኪ ይቡ ሳሕ ሕጂ ንኤርትራ ዘይፈልጥዋሲ ኦ ማይ ጋድ ሓቂ እዚ ክብልዎ ክእሉ ኣነ ንስኻን ግን መንእሰይ ኤርትራ ሃገርና ንፈልጣ እንዲና ኣየናይ ገዛ እዩ ሳትላይት ድሽ ደይብሉ ኣብ ኤሮጳ ክንደይ ሰባት ሳትላይት ድሽ ኣለዎም ኣብ ኤርትራ ደይበዝሕ እታ ንእሽተይ ገዛ እውን ሰናይቲ ሓቂ ንቐፅል
እቲ እዋናዊ ስራሓት ሚዲያ ኣሰና ቴሌቭዥን ብዝለዓለ ክትቅፅልዎ ነተባባዕኩም
ሰው እቲ ናይ ሓሶት መርበብ ናቶም ንምዝውታር የተባብዓኩም ቀዳማይ እቲ ሁክ ንሓደ ዓሳ ክትሕዞ ከለኻ ሓደ ገመድ ነዊሕ ዝሃዘ ኣለካ ጽቡቕ ኣሽሓት ዝውድእ ገመድ ናይ ዝሰደድካ ኣይኮነን እታ ሁክ ትበሃል ተድልየካ ማለት እዩ ተቐዳመይቲ ሁክ እንታይ እያ መንግስቲ ኤርትራ ስራሕ ከም ዘይብሉስ ንድምፂ ኣስያና ኣይትስምዑ ይብል ኣሎ ኣብ ኩሉ ውዳበታቱ ኣኼባታቱ ይብል ሃ ሃየ ዳሕራይ መጺኡ ከኣ እንታይ ይብለኩም ምስልኩም ደቂ ኤረ ነዚ ንምሕያል ከኣኒ ናይ ኣሰና ድምፂ ናይ መርበብ ሓሶት ከድኩም የታባዕኩም ኣሎ ማለት እዩ ሸር ግበሩ ተኻፈሉ ሳብስክራይብ ግበሩ ኣብኡ እየ ክመፀኩም ሰናይ ምክትታል ሕጂ እውን ኣብዚኣ ኣስተምህሮ ክሳብ ሕጂ ደስ ተላትኩም ሳብስክራይብ ግበሩ ኣብ ኢረስታር ዩኬ ዳት ካም ኣብዛ ቪድዮ ትሪእዋ ዘለኹም ዩትዩብ ሳይት ማለት እያ ክንደይ ኣባላት ኣለዋ ትርእዮ ኢኹም ናይ በዓል ኣማንኤል እያሱ ውራይ እውን ክንኣቱ ኢና ሕጂ

ኣሰና ሬድዮ ትበሃል ወይ ከዓ ኣሰና ዶት ኮም ናይ መርበብ ሓሶት ካብ ዓዲ እንግሊዝ ትሰርሕ ብኣማንኤል እያሱ እያ ትምራሕ ኣማንኤል እያሱ ኣብዚ ቀረባ ዝሓለፈ ክልተ ሰሙን ታሪኹ ውሽጡ መበቆሉ ባዕልኹም መዚንኩም ትሓስብዎ ማለት እዩ ኣብ ኮኸብ ኤርትራ ዶት ኮም ወፂልኩም ኣሎ ከተንብብዎም ትኽእሉ ማለት እዩ ከም ድላይኩም። ኣማኒኤል እያሱ ብሰለስተ መርበባት ሓበሬታ ኣብ ዩቲዩብ ሳይት ጥራይ ይሰርሕ። ዩቲዩብ እንታይ ከም ምዃኑ ንፈልጦ ኢና ኩላህን ገለና ከዓ ንቁሩብ እዛ ዝተምህሮ እዚኣሲ ከም በዓል ሶሻል ሚድያ ሳይትስ ሰብ ኣብኡ ምሉእ መዓልቲ ከጉርዑ ዝውዕሉ እንታይ እዩ እቶቶም ኢልኩም ንሓስብ ደኒ ዩቲዩብ ሞነታይዝ ገርካ ገንዘብ ክም ድኣትዎ ኣፍልጦ ኣለና ኩላህና ማለት ኮይኑ ኣይኮነን ዩቲዩብ ከዓኒ ዩቲዩብ ፋር ኣርቲስት ኣሎ ሚዚክ ዩቲዩብ ናይ ከምዚ ዓይነት ብሎገርስ ኣሎ ኣክቲቪዝም ናይ ቸርችስ ይኹን ናይ ዝኾኑ ነገራት ናይ ሓሶት መርበባት ከዓ ይጥቀሙሉ እዮም እምበር ኣማኒኤል ያሱ ቀንዲ ኣብ ዩቱብ ዝሰርሓለን በብሓደ ክንገልፀን ኢና ሎማዓንቲ ክንደይ ሳብስክራይብስ ኣለዎ እንታይ እቶት ኣለዎ ሎማዓንቲ ክምልሰልኩም ክፍትን እየ ስለምንታይ እዮም ከዓኒ ኩሉ ግዜ ጎስጓስ ናብኡ ገብረልኩም እምበኣር ርኢናዮ ኢና ታሪክና ክዝንጠል ሃገርን መንግስትን እገዳ ይእተዎ ክብሉ ተፈላለየ ዓይነት ኣርእስቲ ኮለል ዝብል ዘረባታት ከልዕሉ ሓገዮሞ እዮም ህዝቢ ኤርትራ ሳላ ብልሕነቱ ግን መኪቱ ወፂዎ እዩ ነቲ ሽርሕታት ብግደማዊ ዝመፀ ብምሩኻት ንዓና ዝመስሉ ተመሲሎም ቋንቋና ዝዛረቡ ገሊኦምሲ ካብ ኣን ላዕሊ ቋንቋ ዝዛረቡ ኤርትራውያን ይመስሉኒ ነሮም ግን ኩሉ ሰብ ቋንቋኻ ናይ ዝዛረበ ኤርትራዊ ማለት ኣይኮነን እቲ ኤርትራዊ ዘግብሮ ክብረታት ሃገር ዝዕቅብ ሰብ እዩ ኣብ ፅንዓትን ኣብ መኸተን ኣብ መትከልን ደው ዝብል ልእልውነት ሃገር ዘይህብ ቋንቁኡ ባህልኡ ብሄራቱ ታሪኹ ዘይዝንጥል ዘይ ቁንጭል ደው ክትብል ክትክእል ኣለካ ቢኮዝ ኣዚኣ ምዝዳይ ንሓደ ክብረታት ሃገር ተንኪፍካ ያስ መዋላ ክህልወካ ክእል እዩ ኣዲኣ ኣብ መጠሩ ውሽጢኡ ግን ንሳኻ ከዓኒ ቀሊል ንዓኻ ክቕንፅል ቢካዝ ብኣኻ ገሮም ንኣሕዋትካ ኣቕቲሎም እዮም ዳስ ዋት ኣማኒኤል ኢያሱ ሜሮን እስጢፋኖስ ሰላም ኪዳነ ፍሮም ዩኬ ኤሊዝቤት ጭሩም I personally had interactions with these people ኣብ ማንቸስተር ሕጂ ሎሚ ትሪኦም ኣለኻ እምበኣር ትኺልና ንእቶ እታ ቀዳመይቲ መስመር ዝበልኩም ማለት እዩ ሓሲና ዶት ኮም ኣማንኤል እያሱ ተቐዳመይቲ ኣሴና ሬድዮ ኣሴና ቮይስ ኦፍ ቮይስለስ ኢሎም ዝፅውዕዋ ሪሊ እምበኣር ቮይስ ኦፍ ቮይስለስ ኦኬ በብሓደ ክንገልፀልና እታ ሓንቲ ኣሰና ኒውስ ክልቲኤን ዳብል ኤስ ዘለወን እየን ኦኬ ዳብል ኤን ከዓ ዘለወን እየን ሳልሰይቲ እዛ ሓዳሽ መፅያ ዘላ ማለት እዩ እዛ ሓዳሽ መፅያ ዘላ ከዓ ኤቲቪ ኣሰና ዊዝ ሲንግል ኤስ ሓንቲ ኤስ ደላታ እሺ ካብ መጀመርያ ክጅምረልኩም ኣብ ኣብቲ ስክሪን እውን ክትርእይዎ ኢኹም እዚ ማለት እዩ ዩ ዋንት ሲ ሚ ፎር ዋይል ስለዚ ኣብቲ ሓበሬታ ብቐጣ መስመር ክኣትወልኩም እሞኒ ብሓሴና ኒውስ ክንጅምር ኢና እቲ ሓሴና ኒውስ ከዓኒ ኣብ ተመስረትሉ ሓሴና ኒውስ ትበሃል ASSENNA News ኣብ ወርሒ ሽዱሽተ ዕለት ዕስራን ክልተን ክልተ ሽሕን ዓሰርተ ሸሞንተን ተመስሪታ ኣብዚ እዋን እዚ ዓሰርተ ኣርባዕተ ሽሕ ሸውዓተ ሚእትን ሰብዓን ሸውዓተን ሳብስክራይበርስ ኣለውዋ ኣብ ደሓለፈ ወርሒ ሰማንያን ሽዱሽተን ሚእታዊት ንታሕቲ ኣንቆልቂላ፣ ብኣባልነት ማለት እዩ፣ ተሳተፍትዎ። ወርሓዊ እቶታ ካብ ክልተ ፓውንድ ክሳብ ዕስራን ኣርባዕተን ፓውንድ ትቕበል። ናይ ዓመታዊ እቶታ እዛ ሓሲና ኒውስ ትበሃል ሰማንያ ሽዱሽተ ሚእታት ኣንቆልቂላ ዘላ ንታሕቲ ሰብ ክነጽጋ ነታ ሳይት እቲኣ ኣይፈተውዋን ማለት እዩ ካብ ዓሰርተ ሸሞንተ ንክልተ ሚእትን ትስዓን ሰለስተን ዓመታዊ እቶት ኣለዋ It's nothing, isn't it? እሺ ንቐጽል ኣሴና ትበሃል ሬድዮ ኣሴና ሳብስክራይብስ ካልኣይቲ ዩቲብ ሳይት ናቱ እያ ናይ ኣማኒኤል እያሱ ሳብስክራይብስ ደለዋ ሱሳን ክልተን ሽሕ ሓሙሽተ ሚእትን ትስዓን ሸሞንተን ወይጦታት ተጋሩ ኣለውዎ በኣ ኢቪን ኤርትራዊ ሃገራዊ ዄንካ ኣብኡ ተሊኻ ትግራዋይ ኢኻ ዓጋመ ኢኻ እስኻ you know ወይጦጦ ኢኻ because ከረዳእካ እየ ዳሕራይ ክገልጸልኩም እየ how why ክትህሉ ዘይብልካኡ ነዚ ከኣ ብከመይ ክትቀትሎ ከም ትክእል ክገልጸልኩም እየ እምበኣር እዛ ኣሰና ሬድዮ ትብል ዩቲብ ሳይት ናቱ ከኣ ስሳን ክልተን ሽሕ ሳብስክራይብስ ዘለውዋ ወርሓዊ እቶታ ካብ ኣርባዓን ሰለስተን ቶፕ ላይን ሽዱሽተ ሚእትን ሰማንያን ኣርባዕተን ፓውንድ ኣበያ ተመስሪታ ኣብ ዓዲ እንግሊዝ እያ መዓሰይ ተመስሪታ ኣብ ወርሒ ኣርባዕተ ክልተ ሽሕን ዓሰርተ ክልተን ዓሰርተ ሸውዓተ ነጥቢ ሸሞንተ ንላዕሊ ከኣ ብኣባልነት ቀጺላ ኣላ። እዚ ወርሒ እዚ ዓመታዊ እቶታ እንተልና ከ ክንደይ እዩ? ዓመታዊ እቶታ ብዝወሓደ ሓሙሽተ ሚእትን ዓሰርተ ሰለስተን ቶፕ ላይን ሸሞንተ ሽሕን ሸሞንተ ነጥቢ ክልተ ሽሕ ፓውንድ ኣብ ዓመት ኦኬ ኦልሞስት ምስቲ ናይ ሓደ ጀሚርኩም ዓሰርተ ሽሕ ፓውንድ ኣብ ዓመት ናይ ወጠጦ ዘረባ ሓሶት ክዝርግሕ ካብዘን ክልተ ሳይትስ ይእቱ ኣሎ እዛ ሳልሰይቲ ሓዳሽ ወፂኣ ዘላ ሓዳሽ ፕሮግራም እም ይኣክል ኣየ ሰሓትኩም እየ ይኣክል ይኣክል ክንብለኩም እምበኣር ሕጂ ኣስተውዕሉ እዛ ኤቲቪ ኣሴራ ትበሃል ከዓኒ ሳልሰይቲ ዩቲብ ሳይት ናቱ ኣብ ዓዲ እንግሊዝ ኮይና ተመስሪታ ኣባላት ናታ ከኣ ሳብስክራይበርስ ማለት እዩ ሰላሳን ሰለስተን ሽሕ ሽዱሽተ ሚትን ኣርባዓን ሸሞንተን ኣለውዋ ኣብ ዝሓለፈ ሰላሳ መዓልቲ ኣርባዕተ ሚእታዊት ንላዕሊ ከይዳ ማለት እዩ ብኣባልነት ሓደሽቲ ሳብስክራይብ ዝገበሩ ወርሓዊ እቶት ናይዛ ሳይት እዚኣ እምበኣር ኤቲቪ ኣስያና ውዝ ሲንግል ኤስ ሸሞንተ ነጥቢ ክልተ ሽሕ ኣብ ወርሒ ኣብ ዓመት ከኣ ትስዓን ሸሞንተን ነጥቢ ክልተ ሽሕ ትስዓን ሸሞንተን ነጥቢ ክልተ ኣብ ዓመት ናይዘን ሰለስተ ዩቲብ ሳይትስ ሳላ ድንቁርና ድዩ ዘይምፍላጥ ድዩ ወይ ከዓኒ ናይ ብሓቂ ሳብስክራይብ ገርኩም ሃገራዊ እየ ትብል ተኸንካ ምንእሰይ ነዚ ክትሰምዕ እንድሕር ኣነ ክጸርፈካ ተመጽየስ እንዳጸረፍኩኻ ውራይካስ ትኸፍለኒ you won't do it ሕጂ ኣብኡ ዘለኹም መንእሰያት ኣይትተሃመሉ ዝብለኩም ዘለኹ ኣነ ይኣክል ኢሎም ሕጂ ሓድሽ ፕሮግራማት የምጹልካ ካልእ እምጹልካ ካልእ እምጹልካ ለውጢ ደምጽኦ የለን ልክዕ ከም ገመል ሰሪዕካ ነባሓካ ምኻድ ትርጉም ዘይብሉ እሳቶም ዚኣ ከዓኒ ከጋዕርሩ እንደወዓሉ ንመንእሰያት ቀጥፍኡም ብዛዕባ ሃገር ዲሞክራሲን ፍትሕን ገዲስዎም ዘይኮነስ ከመይ ገሮም እዛ ገንዘብ እዚኣ ይእትዉ እምበኣር ካብዘን ሰለስተ ዩቲብ ሳይት ናይ ኣማኑኤል እያሱ ኣብ ዓዲ እንግሊዝ ዘለዋ ሰለስቲአን ድምር ብዝወሓደ ሚእቲ ሽሕ ፓውንድ ኣብ ዓመት ይእቱ ስለዚ እንድሕር ኣስተውዒልና ቁሩብ ኣነ ይገርመኒ እዩ ዝገርመኒ ጉዳይ ከኣኒ ታሪኽና ክዝንጥሉ ዝውዕሉ ኣብ ፈቐድኦ ማሕበረ ኮማት ማሕበራዊ ህይወትና ማሕበራዊ ረብሓትና ፋሕፋሕ ከብሉ ዝውዕሉ ከምዚ ናይ ዝቐረባ እዋን ደቂ ሓደ ዓዲ ኮይኖም ተወዳዲቦም እልፊ ደናቁር ንቆልዑት ክጭፍጭፉ ድውዓሉ ኣብ ናይ ኤሪትሪያ ሳይክሊን ፈስቲቫል ታሪኽ ብሽክለታ ኣጀማምራ ኣብ ኤርትራ ዝትገብሮ ብድሆታት ዝሓለፍዎ ቆልዑት እዮም ክጭፍጨፉ ቪድዮ ዘይረኣኹሞ ትኾኑ ረእይዎ እኹም ኣብ ኢረስታር ዩኬ ኣብ ካልኦት እውን ተዘውቲሩ ኣሎ መብዛሕትኡ ነዚ እዮም በዓል እማንኤል ያሱ እንዳጋውሑ ሄሄ የስ እንዳበሉ ለቀነ እውን ካልእ ዝሰምዖ ገሊኦም ሓለፍቲ ሃገራት ወከልቲ ኤምባሲታት ኮለኒ ንቕተል ገለ ዝብል ዘረሕሰን ሰሚዐ ኣለኹ ኣይገርመኩም ስለዚ እምበኣር ብዘይ ኣፍልጦ ድዩ ኣብኡ ዘለካ መንእሰይ ሳብስክራይብ ጌርካ ዘለካ ሳብስክራይብ ጌርካ ተኸንካ ነዚ ከምዚ እስኻ ኣብ ውራይካ መፅኤ ክጸርፈካ ክትከፍለኒ እንድሕር ደይትደሊ ዄንካ፣ ስለምንታይ ክብረታትካ ድትንክፍ? ንገራ። ኮፍ ኢልካ ኣብኡ ነቲ ክብረታትካ ድትንክፍ ዘሎ ሰብ ትሀፍትም ኣለኻ። ዕድሚኡ ናይ ሓሶት ታሪኽን ልእልውናት ሃገር ክዝንጥል ቆፋቱ ትመልኦ ኣለኻ። ሓንቲ ኣታ ፍትሒ ተቀዳመይቲ ክብረታተይ ትተናክፍ ከም ኤረትራዊ ምስ ህዝበይ ከም ሓደ ሕብረተሰብ ሕፉርን ክቡርን ከይነ ክነብር ቋንቋይ ባህለይ ብሄራተይ ሃገረይ ታሪኸይ ኣይተተናኽፉ ነዚ ዝተናኽፍ ጉዳያት ከዓኒ እንድሕር ከይኑ ዶንት ሳብስክራይብ ዶንት ኢቭን ሼር ኣይተካፈልዎ እዚ ጉዳያት እዚ ንከምኣ ዕላማ ስለ ዝሰርሑ ስለዚ እዩ ናይ ሎሚ ኣቕሪበልኩም ዘለኹ ብዛዕባ ኣሲና ሓሲና ዶት ኮም እዘን ክልተ እዘን ሰለስተ ትካላት ናቱ ዝሰርሓ ዘለዋ ማለት እየን ኣሴና ሬድዮ ኣሴና ኒውስ ኣንደን ኤቲቪ ኣሴና ክሳብ ሚእቲ ሽሕ ፓውንድ ኣብ ዓመት ከም ዝእትዋ ከም ዘለዋ ነዚ ከኣ ከትቀትልዎ እንድሕር ከንኩም ነዚ ጉዳያት እዚ unsubscribe right now don't even watch his, tele, his እቲ ፕሮግራምስ እንድሕር ርኢኹም እቲ ኣድቨርታይዝመንት ዝገብርዎ ዘለዉ ጉግል ትኸፍሎም ኣላ

ሼር ክትገብርዋ ሼር እኳ ግደፎ ቋንቋ ኣለና ተኻፈልዋ ነታ ሳይት ሳብስክራይብ ግበሩ ካልኦት ኣስተምህሮ ክኸውን ኣብ መቐፀልታ ናብ ስነ ጥበባውያን ናህና ዝምልከት ማለት እዩ እተን ኩለን ሬኮርድ ሌበል ኮምፓኒስ ክንደይ እቶት ከም ዘለዎን ዓመታዊን ወርሓዊን